ሰላማት ሽመይ ቢንያም ገብረት ይበሃል ኣብ ናይ በለስ ቲዩብ እየ ዘለኹ ኣብዚ ናይ በለስ ቲዩብ ከምቲ ኩሉ ሻ ትፈልጦ ብዛዕባ ናይ ካሜራ ናይ ካሜራ ትምህርቲ ፍልጠተይ ምሳኹም ሼር ዝገብረሉ እ፣ ኣብ ናይ ዩቲዩብ ቻናል እዩ እ፣ እቶም ትፈልጡኒ ትፈልጡኒ ኢኹም እቶም ዘይትፈልጡኒ ድማ ፋርማይኩም ዝኾነ ሳብስክራይብ ብምግባር እ፣ እቲ ቀፃሊ ዝስራሕ ቪድዮታት ብቀሊሉ ናባኹም ክመፅእ እዩ ኖቲፊኬሽን እታ ደውል ድማ ኣይትረስእዋ ሰብዛት ኖቲፋይ ይገብረኩም ማለት እዩ ስለዚ እቶም ናተይ ሰብስክራይብ ድገበሩ ኮመንት ፅሒፎም ብላይ እዚ ድማ እንታይ እዩ የስ እቲ ትምህርትኻ ብጣዕሚ ፈቲና እዩ ካሜራ ገለ ኩሉ ነገር ብጣዕሚ ፅቡቅ እዩ ኣሚን ዩትራይ ቤስት ኢሎምኒ ግና ምስኡ ድማ ብዛዕባ ፎቶሾፕ ስእሊ ምቅንባር ከምኡውን ቪድዮ ኤዲቲንግ ዘይትገብረሉ ኢሎምኒ ማለት እዩ ኣነ ድማ ብጣዕሚ ደስ እንዳበለኒ ማለት እዩ ምክንያቱ መጀመርያ ካሜራ ሰብ ትምህሮምሽ ሽዑ ካሜራ ከመይ ከም ዝሰኣል ምስ ፈለጠ ኤንቨን እቲ ዝሰኣሎ ስእሊ ድማ ናብ ኮምፒውተር ኣስጊሩ ሽዑ ድማ ኣብ ፎቶሾፕ ይኩን ወይ ኣብ ካልእ በቲ ዘለዎ ሶፍትዌር ገይሩ ድማ ከመይ ገይሩ የቀናብር እዩ መደበይ እንደገና ብድሕሪኡ ድማ ከመይ ጌርና ቪድዮ ንስእል ቪድዮ ምስ ሰኣልና ድማ እቲ ዝሰኣልናዮ ስእሊ ድማ ናብ ኮምፒተር ኣስጊርና ድማ ከመይ ጌርና ነቀናብር ናይ ነዊሕ እዩ እቲ ሒዘዮ ዘለኹ መደብ ን ክቅጽል እዩ ሰሙናዊ ሰሙናዊ ቪድዮታት ክሰድድ እየ። ስለዚ ብኸምኡ እየ ሒዘዮ ኔረ ግን ገሊኦም ግን ዋው እሞ ካሜራ ንፈልጥ ኣለና እሞ ስለዚ ናብቲ ድማ ኤዲቲንግ ድማ ጎኒ ጎኒ ግበሩ ኢልኩሙኒ። ኩልሻዕ ፎሎውርስ ወይ ድማ ካስተመርስ ከሕጉስ ኣለዎ ስለዚ ጀሚረዮ ኣለኹ ማለት እዩ ሶ ፋር ማይ ናይ ፎቶሾፕ ፕሮግራም የሎን መዓልቲ ይጅምር ኣለኹ ማለት እዩ። ነቶም ትከታተልዎ ዘለኹም ብጣዕሚ ደስ ይብለኒ እቲ ምክትታልኩም በየን ከም ዝጅምር እንተዘይፈለጥኩ ግን ከምቲ ቅድም ዝሰማርኩ ኣይ ዶንት ኖ ቅድሚ ሸሞንተ ትሽዓተ ዓመት ዝኸውን ዝተማሃርክዎ ኣሎ ስታይል ን ብኡ መሰረት ክጅምር እየ ማለት እዩ ስለዚ ምስ ፎቶሾፕ መጀመርያ ከላለየኩም እየ እንድሕር እቲ ፎቶሾፕ ኣብ ኮምፒውተርኩም ኣሎ ኮይኑ እቲ ፕሮግራም ብጣዕሚ ፅቡቅ ኣነ ኣለኒ ሕጂ ዳብል ክሊክ ክልተ ሻዕ ብምጥዋቅ ኣብ ማውስ ይከፍቶ ማለት እዩ ንድ ኣነ ማክ ኮምፒውተር እየ ዝጥቀም ዘለኹ ንስኻትኩም ዊንዶስ ክኸውን ይኽእል እዩ ዋላ ሓንቲ ዓብዪ ፍልልነት የብሉን እዚ ኮማንድ ክብል ከለኹ ኣብቲ ናትኩም ኮንትሮል ኪ ማለት እዩ ወይ ኣብ ናተይ ኦፕሽን እንተይለ ምናልባት ሾርት ስከት ክንጥቀም ከለና ኣብ ናትኩም ድማ ኣልት ኪ ማለት እዩ ካልእ ነገር እንድሕር ፍሉይ ነገር ኣለዎ ኮይኑ ድማ ፀገም የለን ክሕብረኩም እየ ማለት እዩ ስለዚ እዚኣ ፎቶሾፕ ፕሮግራም ከፊተ ኣለኹ እዚኣ ፎቶሾፕ ፕሮግራም ከም ትሪእዋ ዘለኹም በዚ ጸጋም ናይ መሳርሒ ናይ ፎቶሾፕ ኣለና ን በዚ የማን ድማ ዊች ኢዝ ፓናል ኣለና ማለት እዩ ን ኣብ ማእከል ድማ እቲ ንሰርሓሉ ማለት እዩ ብለዓሊ ድማ ሚንዩ ባር ኣሎ ን ዘን ኣፕሊኬሽን ድማ ኣብዚ ኣፕሊኬሽን ባር ዝብሃል ኣሎ ማለት እዩ እዚኣ ምእንታን ነቶም ከፊትኩሞ ዘይትፈልጡ ነዚ ፕሮግራም ቅልል ብዝበለ ከረድኣኩም ማለተይ እዩ። እዚ ማእከል ዘሎ ከምዚ ናይ መሳርሒ ጣውላ ጌርኩም ውሰድዎ ሓደ ሃናጺ ንክሃንጽ ወይ ድማ ዝድሀም ነገር ንክሰርሕ ቦታ የድልዮ ማለት እዩ ጂዚ ናቱ ቦታ እዩ ማለት እዩ። ኤን በዚ ድማ መሳርሒ ኣለዎ ማለት እዩ እቲ መሳርሒ ንኣብነት እሱ እቲ ሃናጻይ ማርቴሎ ክኮን ይክእል እዩ መስማር ወይ ድማ ሜትሮ ከምኡውን መቁረጺ ገለ ዝተፈላለየ ነገር ክኮን እዩ እዚ ድማ ናይ ፎቶ ሾፕ መሳርሒ ኢና ማለት እዩ ንሕና ድማ ሙቭ ማለት መንቀሳቀሲ መሳርሒ ክንጥቀም ኢና ሰሌክት መግበሪ ክንጥቀም ኢና መምረፂ ማለት እዩ ኤን ኣብዚ እውን ካልእ ዓይነት ሰሌክት መግበሪ ኣለና ክሮፕ ቱል ኣለና መቁረፂ እዚ ኣይ ድሮፕ ቱል እንዳበለ ዝተፈላለየ መሳርሕታት ኣለና ካብ ሕጂ ከምዚ ከም ዝብለኩም እንዳተጠቀምናሉ እቲ ጥቅሙ ክረኣየና ማለት እዩ ኣብቲ ተግባር ክንኣቱ ከለና ኤን ኣብዚ ድማ ሜንዩ ዝብል ድማ ከምዚ ሬስቶራንት ምስ ከድኩም ሜንዩ ሃቡኒ ትብል ምሽ ኣብቲ ሜንዩ ዝተፈላለየ ምግብታት ሪኢኹም ትመርጹ ማለት እዩ። ሶ ኣብቲ ሜንዩ ናይ ዓሳ ሜንዩ ክህሉ ይኽእል፣ ናይ ስጋ ሜንዩ ክኸውን ይኽእል፣ ናይ ቬጀተርያን ናይ ዝተፈላለየ ሜንዩ ኣብ ናይ ፎቶሾፕ ሜንዩና ድማ ኣብዚ ኣሎ ማለት እዩ። ፋይል ኢዲት ኢሜጅ ሌየር ታይፕ እንዳበለ ኣብቲ ናቲ ሜንዩ ኣለዎ ማለት እዩ ናይ ፎቶሾፕ ሜንዩ ማለት እዩ። ንኣብነት ኣብ ፋይል እንድሕር ኣቲኹም ኣብቲ ናይ ፋይል ሳብ ሜንዩ ድማ ኒው ኦፕን ብሪጅ ገለ እንዳበለ ድማ ይቅጽል ማለት እዩ። ሌየርስ እንተኣቲና ከምኡ ማለት እዩ። ኢሜል ኣብነት ንምንታይ እዩ እዚ ዲኣክቲቭ ኮይኑ ዘሎ ሃሲሱ ኣሎ እወ ምክንያቱም ዝኾነ ስርሓት ስለ ዘይንሰርሕ ዘለና ሃሲሱ ኣሎ ማለት እዩ እንድሃር እንድሃር ስራሕ ጀሚርና ግን ኣክቲቭ ክኸውን እዩ ማለት እዩ ብድህሪኡ ኣብዚ ናይ ኣፕሊኬሽን ኣሎ ንኣብነት ንበል ኣይዶነ ሙቭ ቱል እንድሃር ጠዊቀ ናይ ሙቭ ቱል ኣብዚ ተሓባባሪ ወይ ተሓጋጋዚ ሜንዩ ኣለና ማለት እዩ ንኣብነት ክሮፕ እንተገይረ ናይ ክሮፕ ተሓጋጋዚ ኣብዚ ኣሎ ማለት እዩ ሶ እዚ ኣፕሊኬሽን ማለት እዩ ን ኣብ ናይ ዙም ምስ ገበርኩ ፕላስ ኤንድ ማይነስ ገለ ኢሉ ምሻሉ ተሃባባሪ ኣብዚ ይሕግዘኒ ማለት እዩ እሞ እዚ ናይ መሳርሒና ቦታ እዩ ካልእ ክትፈልጥዎ ዝደሊ ነገር እንታይ ኣሎ መስለኩም እዚ መሳርሒ ቦታ ዝተፈላለዩ ሰባት እንድሕር ኮምፒተርኩም ትጥቀምሉ ኮይኖም ወይ ንስኻትኩም ድማ እቲ ናትኩም መሳርሒ ቦታ ብዝደለኹምዎ መገዲ ክትቀይሩ እንተደሊኹም ንኣብነት ነዚ ቱል እዚ ሃብ ኣቢልኩም በዚ ክትገብርዎ እንተደሊኹም ወይ ድማ ነዚ ኣቢልኩም በዚ ክትገብርዎ እንተደሊኹም ክትቅይርዎ ትኽእሉ እዮም። ምክንያቱም እዚ ናትኩም መሳርሒ ቦታ እዩ። ምስ ቀያየርኩሞ ከምዚ እንተፈቲኹሞ ፋይል ኢልኩም ኦፕን ኢልኩም ስራሕኩም ክትጅምሩ ትኽእሉ ማለት እዩ። እንድሃር ከምዚ ዓይነት ነገር ጸኒሑኩም እቲ ፎቶሾፕ ክትከፍትዎ ከለኹም ኣብዚ ዊንዶስ ኣትኩም ወርክ ስፔስ ይቅሬታ ሪሴት ኢሴንሻል ትብሎ ንድ ይመልሰልኩም ማለት እዩ ንኣብነት ኣነ ኣብዚ ወርክ ስፔስ ኢለመፀ በለስ ቲዩብ ንኣብነት ዝጥቀመሉ ከምዚ ዓይነት ወርክ ስፔስ ኣሎ ማለት እዩ ሰው ንበል ካልእ ሰብ ክመፅእ ከሎ ግን በቲ እሱ ዝደልዮ ንኣብነት ይጥቀም ናብ ዘሎ ማለት እዩ እሞ ስእሊ ክንከፍት ንኣብነት ፋይል ኢልና ኦፕን ኣነ ኣብ ዴስክቶፕ መምሃሪ ዝኸውን ኣብዚ ኤክሰርሳይዝ ዝብል ፎልደር ኣለና ንስኻትኩም ካብ ደስ ዝበለኩም ቦታ ክተምጽኡ ትኽእሉ ኢኹም ምናልባት ካብ ዩኤስቢ ፍላሽ እንተኾይኑ ካብ ዩኤስቢ ፍላሽ ክትጥቀሙ ትኽእሉ ኣነ ኣብዚ ዴስክቶፕ ኣቀሚጠልኩም መላመዲ ማለት ኤክሰርሳይስ ይብሎ ኣሎ ኣብኡ ዳብል ክሊክ ይገብር። ቀዳመይቲ ስእሊ ንኣብነት ከምፃ እንተደለየ ኣብዚኣ ይፀቅጥ ክሊክ ይገብር እንደን ኦፕን ይብሎ ማለት እዩ እዚ እቲ ሓደ መገዲ ኣከፋፍታ ማለት እዩ ንኣብነት ከም ብሓደሽ ፋይል ኢለ ኦፕን ኢለ ክልተ ስእሊ ከእቱ እንተደለየ ኣብ ኪቦርድ ኮማንድ ብምፅቃጥ ኮማንድ ፀቂጠ ይሕዝ ሽዑ ሓንቲ ክሊክ እንደን እዚኣ ድማ ከምኡ ይመርፅ ዝደለኹ ከም ዝመርጽ ማለት እዩ ካብ ሓደ ንላዕሊ ክእቱ እንተደልየ ማለት እዩ ስቲል እታ ኮማንድ ትብል ኮማንድ ኪ ኣብ ናተይ ኪቦርድ ሂዘ ኣለኹ ኣብ ዊንዶስ እንተኾንኩም ድማ ኮንትሮል ጸቂጥኩም ማለት ከም ዝመርጹ ሽኡ ኦፕን ትብሎ ሰለስተ ወይ ድማ ዝደለኹም መዓቀን ብዝሒ ስእሊ ብሓንሳብ ክትከፍቱ ትኽእሉ ማለት እዩ። ካልእ መገዲ እንታይ ዓይነት ኣከፋፍታ ኣሎ ንኣብነት እዚ ከምዚ እንድሕር ጌረዮ ድራግ ኤንድ ድሮፕ ማለት እዩ ከምዚ ሂብካ ጎቲትካ ተቀምጦ ማለት እዩ ዊች ኢዝ ኣብዚ ፋይል ኣሎ ኤክሰርሳይስ ንኣብዚኣ ከለኹም ከምዚኣ ጌርኩም ክትከፍቱ ትኽእሉ ማለት እዩ ኦኬ ኢልኩም ትከፍትዎ ማለት እዩ ማክሲማይዝ ክትዓጽዎ እንትደሊኹም ሽዑ ዝከፈትኩምዎ ነገር ድማ ክሎዝ ድኖት ሴቭ ክሎዝ ን ብካልእ መገዲ ድማ እንተደሊኹም ፋይል ኣብዚ ኣንቶይ ክሎዝ ትብልዎ ማለት እዩ ን ፋይል ክሎዝ ኦል ድማ ክንብሎ ንኽእል ኢና ካብ ሓደ ንላዕሊ እንተኮይኑ ማለት እዩ ንኣብነት ፋይል ኢለ ኦፕን ኢለ እጂ እዚ ከፊትዮ ኣለኹ ምሽ ንደን ፋይል ኦፕን ኢለ ንኣብነት ኩሉ ተከፊትዮ ብሃንሳብ እነን ንሃንቲ ነዚኣ ሕጂ ኣብዚኣ እንድዕዳ ኣለኹ ኮይነ ወይ ኣብዚኣ እንተለኹ ኮይነ እጂ ንኣብነት ፋይል ኢለ እንታይ ድገብር ክሎዝ ሓንቲ ክሎዝ ንኩሉ ብሓንሳብ ክዓጽዎ እንተደልየ ድማ ፋይል ኢለ ክሎዝ ኦል ንኩሉ ተዓጽዩ ኣሎ ማለት እዩ። ሶ ከመይ ጌርና ስእሊ ንከፍት ኤንድ ስእሊ ንዓጹ ርኢና ኣለና ማለት እዩ። ካልእ እንታይ ክንገብር ንኽእል? ፋይል ኦፕን ሽኡ ሓደ ስእሊ ከፊተ ኣለኹ ፋይል ኢለ ኦፕን ን ክልተ ስእሊ ገለ ክመርጽ እየ። እንታይ ሕጂ ክርእየኩም ደለ ነፍሲ ወከፍ ስእሊ ክርኢ ምስ ደለኹ እዚኣ ኣብዚ ነፍሲ ወከፍ ስእሊ ክደሊ ምስ ደለኹ ከምዚ ዝጥውቅ ከምዚ ይገብር ኣለኹ ስለዚ ኩሎም ብሓንሳብ ኣይርእዮም እየ ዘለኹ ኩሎም ብሓንሳብ ንክርእዮም ንኣብነት እዚኣ ስእሊ እዚኣ ከምዚ ገይረ የውርዳ ማለት እዩ ሶ ሕጂ ከምዚ ገይረ እዝን እዝን ክርኢ ይክእል ኣለኹ ማለት እዩ። ይሄን እዚኣ ድማ ሰሀብ የብላ ይሄን እዚ ድማ ሪሳይዝ ይገብሮ ኣብዚ ድማ ኣለኒ እዚውን ሪሳይዝ ይገብሮ ኣብ ጎኒ እንታይ እዩ ዘዮ ይህን እዚ ድማ የውፅኦ ንኣብነት ሪሳይዝ ከምዚ ገይረ እዚ ብኣብዩ ተ ቀዳሚት እውን ከምኡ ገይረ ሪሳይዝ ይገብሮ ሶ ኣርባዕተ ስእሊ ዝነበረ ሪሳይዝ ገይረ ኣለኹ ማለት እዩ እዚ ፍሎቲንግ ዊንዶ ይበሃል ክንቀሳቀስ ይኽእል ማለት እዩ ብከምዚ መገዲ ኣርባዕትኡ ኣነ ብዝጥዕመኒ መገዲ ከይረ ከምዚ ገይረ ጀስት ገብሮ ይኽእል ማለት እዩ ኤንዳን ደሴን ባል ከምቲ ገይረ ናብ ዝጥእመኒ መገዲ ከምዚ ገይረ ክቆጻጸር ይኽእል ክርኢ ይኽእል ማለት እዩ። እዚ ሓደ መገዲ ይንቀሳቀስ ኣብ ድሌተይ ገይረ ማለት እዩ ንኣፍልጦ ማለት እዩ። ናብ ንቡር ክመልሶ እንተደለየ ሰማያዊ መጺኡ ኣሎ ሪኢኹሞ ኣለኹም ከምዚ ምስ በልናኹ ሰማያዊ ስለ ዝመጸ የእትዎ ኣለኹ ማለት እዩ። ኤንዘን እቶም ቃላዎት ጠፊኦም ማለት እዩ ሶ ዊንዶስ ኢልና ናብ ዝመጽእ እዚኣ ኣላ ሕጂውን እዚኣ ኣምጺኤ ሰማያዊ ምስ ኮነ ናብ ቦታ ይምለስ ኣሎ ዊንዶውስ ይቅሬታ ከምዚ ገይረ ኣበይ ኣሎ ዊንዶውስ ኢለ ኤልኤስ እዚ ድዩ ያ ኣምጺኤ ናብ ሰማያዊ ምስ ኮነት ይፍንዎ ዊንዶውስ እንታይ ተሪፉና ኣሎ እዚ ዶ ይኸውን ናይ ብሉሚንግ ኤንድ ፉድ ኤንድ ጎልድ ኤንድ ዊንዳውስ ኣክሰሰሪ ይመስለኒ ሶ እዚኣ ድማ ከምዚ ኣምፅኤ የእትዋ ማለት እዩ ሶ ከመይ ጌርና ከም ነንቀሳቅሶ ዊንዶውስ ፍሎቲንግ ርኢና ኣለና ማለት እዩ ካልእ ኣርባዕቲኡ ስእሊ ብካልእ መገዲ ድማ ጎኒ ጎኒ ክንሪኦ እንተደሊና ኣብ ዘለዉ ምሻሉ ከምዚ ኣሎ ኣርባዕቲኦም ጎኒ ጎኒ ብካል መገዲ ክሪኦ እንተደሊና ድማ ዊንዶውስ ኢልና ኣሬንጅ ንብል እንዘን ንቁመት እንተደሊኒ ኣርባዕቲኡ ከምዚ ንገብሮም ሪኢኹሞ ኣርባዕቲኡ ጎኒ ጎኒ የርእየና ኣሎ በዚ ድማ ንላዕሊ ንታሕቲ ክኸውን ከሎ ኣብዚ ድማ ናይ ጎኒ ኣለና ማለት እዩ ኣብዚ ኣለና ከምዚ ንኣብነት ኣብዚኣ ከለና ኣብዚ ዙም መፅየ ማይነስ ተገይረዮ ከምዚ ክሪኦ ክእለ እና ኣብዚ ተመፅየ ድማ ከምዚ ክሪኦ ክእለ ከምዚ ገይረ ድማ ክሪኦ ክእለ ኣርባዕቲኡ ብሓንሳብ ሪኦ ኣለኹ ብከምዚ መገዲ እውን ክሪኦ ክእለ ኪስ ሆሪዞንታል ብከምዚ መገዲ እውን ክሪኦ ክእለ ሶ እዚ ኣዝዩ ኣገዳሲ እዩ ናብ ንቡር ክትመልሱ እንተደሊኹም ዊንዶውስ ኢልኩም ወርክ ስፔስ ኣብ ኣሬንጅ ኢልኩም ን ኮንሶሊደት ኦል ቱ ታፕስ ምስ በልኩሞ ናብ ንቡር ተመሊሱ ኣሎ ሕጂ እዚ ንኢሱ ኣሎ ፊት ስክሪን እንተኢልኩሞ ናብ ንቡር ይመለስ ኣሎ ኣብዚ ክሊክ ክንደይ ፐርሰንት ኮይኑ ኣሎ ሕጂ ሽዱሽተ ነጥቢ ዕስራን ሓሙሽተን ፐርሰንት እዩ ዘሎ ፊት ስክሪን ምስ በልኩሞ ምስቲ ስክሪንኩም ዝገጥም በዓሉ ኣውቶማቲካሊ እዩ እንተዘይደሊኩም ግን ኣብዚኣ ናይ ዙም ፕላስ ትኣትዉ ፕላስ ከምዚ ክትገብሩ ትኽእል ኢኹም ኢስ ኖርማል ኣብ ፊት ስክሪን ኮይኑ ኣሎ እንተደይም ፊት ስክሪን ትብሎ ማለት እዩ ኣብ ዘሎ ካልእ መገዲ እውን ቅልል ዝበለ ኣብዚኣ ዳብል ክሊክ እንተጌርኩም ኣብዚኣ ዙም በዓሉ ክመፅእ ማለት እዩ ናብቲ ዳብል ስክሪን 100 ፐርሰንት ኮይኑ ኣሎ ንፊት ስክሪን ትብሎ እነን እዚ ድማ ኣብኣ ከለኹም ድማ ሓዝ ኣቢልኩም ድማ ከምዚ ድማ መገዲ ኣሎ ከምዚ እውን ኣሎ ከምዚ ኣሎ ከምዚ እውን ናይ ዙም ሓደ ቴክኒክ ኣሎ ማለት እዩ ሶ እዚ እንታይ ይጠቅም ኣብቲ ፎቶሾፕ ቁርብተይ ክትሰርሑ ከለኹም እቲ መሳርሕታት ከመይ ከመይ ፅቡቅ እዩ ምፍላጡ ማለት እዩ ንሕጂ ድማ ናብ ካልእ ያ እቲ ዙሚን ድማ ኦረዲ ኣብኡ ከለኹም ፈሊጥኩሞ ኣለኹም ማለት እዩ ከመይ ጌርኩም ስእሊ ዙም ትገብሩ ንኣብነት እዚኣ ቀለበት ወይ እዚኣ ልቢ ንሱር ከም ዝኾኑ ከይን ዘይኮኑ ክትሪኦ እንተ ደለኹም ኣብዚ ኣለዋ ኣብቲ ናይ ዙም ኢለ ኣለኹ ማይነስ ተገይርዮ የጉደለለይ ከምዚ ይሆናሉ ክሊክ እንዳገበርኩ ፕላስ ተገይርዮ ድማ ቡቡቡ እዚኣ ኣብዚኣ ስክራብ ኣይ ዙም ድብል እሱ እንዳሃራስፈዮ ዮ በባህደ ከምዚ ከምዚ ድኸዮ ወይ ማይነስ ተገይርዮ ስሙዝ ንክረልኩም እዚ ክሊክ እንተገይርኩሞ ከምዚ ከይድ ይኽእል እዩ ኢዚ ወይ ሽኡ ናብቲ ካልእ ከምዚ መገዲ ስክሮል ከምዚ ካብ ትገብሩ ኣብዚ ሃንድ ቱል ኣሎ ስለዚ ናይ ኢድ ስለ ዝኾነ ብኢድ ከምዚ ክትንቀሳቅሶ ትኽእሉ ኢኹም እሺ ከምዚ and then ፊት ስክሪን እንተልኩሞ ንቡር ማለት እዩ ከምዚ መገዲ ትጥቀሙ ትኽእሉ ኢስ ቨሪ ኢዚ ኤን ስክሪን ሞድ ዝበሃል ኣሎ ክትሰርሑ ከለኹም እጂ ስታንዳርድ ስክሪን ሞድ እዩ ዘሎ ኣብዚ እንታይ ማለት እዩ ኣብዚ እቲ መሳርሒ ናይ ፎቶሾፕ ኣሎ ኤን ኣብዚ ድማ ናይ ፓናል ኣሎ ምሽ እዚ ድማ ዝሰርሓሉ ማእከል ኣሎ ማለት እዚ ስታንዳርድ ማለት እዩ ለስ ቪውስ ኢልና ስክሪን ሞድ ኢልና ፉል ስክሪን ሞድ እንተይልያ ሕጂ ተፈልዩሎ ማለት እዩ ጎረብተ እቲ ሜን ይባር ኣሎ ግን ኣክፋ ከቢልዎ ከምዚ ገማ ክንጥቀም ንኽእል ማለት ፅፍፍ ይብለና ማለት እዩ ክንሰርሕ ከለና ካልኣይ እቲ ሞድ ድማ እንታይ እያ ሰብ ቪው ኢልና ኮምፕሊትሊ ስራሕና ምስ ሰራሕና ከመይ ይመስል ክንሪኦ እንተደሊና ድማ ፉል ስክሪን ሞድ ኖኪ ምስ በልኩ ከምዚ የርእየና ማለት እዩ ሾርት ከት ኣብቲ ናትኩም ኪቦርድ ኤፍ እንተጸቂጥኩም ራዮ ሓንቲ ኤፍ ናብ ስታንዳርድ ይመልሰልና ኣሎ ንተካልኤት ኤፍ ኣብ ማእከላይ ን ሳልሰይቲ ፉል ኤፍ ጥራይ ብምትንካፍ ኢዚ ወይ ክትገብሩ ትኽእሉ ማለት እዩ ኣብ ዊንዶስ ዋላ ኣብ ማክ ማለት እዩ እሞ ኣይ ቲንክ ሎም መዓልቲ ኣብዚኣ ክገድፈኩም እየ ከመይ ጌርና ስእሊ ነምጽእ ከመይ ጌርና ዙም ንገብር ከመይ ጌርና ዊንዶስ ፍሎቲንግ ኮምፔሪንግ ሳይድ ባይ ሳይድ ጎን ጎኒ ከመይ ጌርና ክንርኢ ንኽእል ዝብል ከመይ ጌርና ዝተፈላለየ መገዲ ንከፍት ንዓጹ ርኢና ኣለና ኣብታ ካልኣይቲ ድማ ካልእ ትምህርቲ ይዘልኩም ክመጽ የቀን የለ ዝኾነ ርእቶ እንተለኩም ብፍሉይ ድማ ቀጥታ ክትምሃሩ ትደልዩ ነገር እንተሎ ድማ ኮመንት ጸሓፉለይ ቴንክ ዩ